እዚኦምን ኣብዚ መደብ እዚ ክንርኢዳ ሰናይ ምክትታል። ሰላም ሰላም ከመይ ትኾን ደቂ ዓበይቲ ኩሉ ነገርኩም ጥዕናኹም ትምህርቲ ቤተሰብ ኩሉ ነገር ሰላም ከም ዘሎ ይምነየልኩም ኣነ ናይ ሎምዓንቲ ቪድዮታት ድማ ብጣዕሚ ደስ ደስ ዝብሉ ዘዘናግዑን ዘምህሩን ቪድዮታት ዘኹም ቀሪበኒ ይኹ ናይ ተዘግርኩም ናይ ግበሩ ሳብስክራይብ ዘይገበርኩም ሰባት ድማ ሳብስክራይብ ምግባር ጀምርዎ ንኸብላ ቪድዮና እቶም ኣብ ሂወትና ዘይጠልሙ ሓደ ኣምላኽን ኣደይን ጥራይ እዮም። ኣደይ ኣደይ መሪቕኪ ኣምሂርኪ ዕሽኽ ኣይውጋእካ ኢልኪ ትምርቕኒ ኣደይ ኢኺ። ኣደይ ናብዚ ደረጃ እዚ በጺሐ ዘለኹ ክበጽሕ ከድኽ ዝሓቖፍኪ ሓንቲ ንስኺ ጥራይ ኢኺ ኣደይ መዓረይ። ኣደይ ኩሉ ነገረይ ኢኺ ንዓይ ትምርቕኒ ዕሽኽ ኣይውጋእካ ኢልኪ ትጽልይለይ ሓንቲ ኣደይ ጥራይ ኢኺ። ኣብዚ ሕጂ ሰዓት እዚ እውን ትሓምለይ ብኣይ ትግደሲ ሓንቲ ወላዲተይ ንስኺ ኢኺ ኣደይ ትሽዓተ ወርሒ ኣብ ከብድኺ ሰለስተ ዓመት ኣብ ዝባንኪ ኣምሂርኪ ናብዚ ደረጃ እዚ ንኽበፅሕ ከብዱ ሓቂፍኪ ፀሎት ጌርኪ ኣብዚ ደረጃ እዚ በፂሐ ዘለኹ ዕልል ዝበልኪ ሓንቲ ኣደይ ጥራይ ኢኺ ኣደይ ኣብ ዘለኺ ዕድመን ጥዕናን ይሃብኪ ኣደይ ኣነ ኻኣ ክምርቀኪ ዕሾኽ ኣይውጋኣካ ናዓኺ ኣደይ ማዓረይ።
ዓካት ናይ ብሓቂ ስምዒተይ ተረዳኒ ኣነ ክሓርቕ ከለኹ ወላ ሓንቲ ዘረባ ዝበሃል ኣይደልን ስምዒትና እኮ ምርዳእ ቢና ዘይኮነ ናትኪ ስምዒት ኣታ ስቅ ክትብል ትኽእል ዶ ስቅ ክትብል ትኽእል ካብ መዓስ ዘይኣመነ እንታይ ደኣ ዘይትፈልጥ እንትኾን ንስኻ እኮ ክንዲ ሓሙሽተ ኣረቅን ክልተ ቢራ እንደመፅእ ኣታ በጃኻ ኢለካ ግደፈኒ ንኻ ክትፍእቲ ኮንኪ እዚ ኩሉ ብሰንኪ መልክዕኺ እዩ መፂእኪ ዘሎ

ነቲ ዕዳጋኣ ክናብ ዝቐይርለይ ክብሎም የብሉን ነይሩ እምበር ንሱ እኮ ክንደየናይ ናብኡ ከይትቐርብሉ እንተ ደሞ እንገብር ከይሸጥክዮ ኢለ
ናባኻ ክንሰግር በዓል ቤትካ ከመይ ትገልጽዮ ማለት ፍቕሩ ኣብ ምግላጽ ሳርፕራይዝ ኣብ ምግባር ይኽእሎ ዶ ከመይ ትሪኦ ንሱ እንዴ ራስኻ ምስ ፎቶ ባህሪዮ ዘመናዊ ሰብኣዩ ንፍቕሪ ቀብጠርጠርጠር እዩ ዘብሎ ንግሆ ናይ ምትሳእ ወልፍኻ ኣለዎ እንድዩ ሰዓት ሓሙሽተ ወጋሕታ ተስኡ ንሽዱሽተ ዜሮ ዜሮ ብዓይነይ እንተዘይረኣኹዋ ዝብል ህልኽ እዩ ዘለዎ ለይቲ ተስኡ ነብሱ ተሓፃፂቡ ቁርሲ ከሻሽኑ ኣይተሳእኒ ኦ ልእልተይ ከመይ ሓደርኪ ቁርሲ ተቐሪብሎ ኢሉ የተስኣኒ ዕምባባ ዕምባባ መን ተሰኪምዎ እዩ ቀንዲ ብኾኑ ብኮይ ዕምባባ ሒዝለይ ዝመፅእ መዓልታዊ ዕምባባ ሒዝለይ ክመፅእ ዝረኣይዎ ደቂ ገዛትና ሸቃጣይ ዝመስሎም ብዙሓት እዮም ሓንቲ ሓሳብ ንእግረ መንገደይ ኣብ ቅድሚ ምስሓቅካ መልእክቲ ላካ ደቂ ገዛውቲ እቶም ንጎ ንጎ ዕምባባ ሒዝለይ ክመፅእ እትሪእዎ ንዚፈይ ሸቃጣይ ከይመስለኩም ጌጋ ርድኢት ንከይትሕዙ ማለት እየ ዚፈይ ሸቃጣይ ዕምባባ ኣይኮነ
ክቡራት ተዓዘብቲ በዚ ኣጋጣሚ እዚ ዚፋ ሸቃጥ ዕምባባ ኣይኮነን። ሌላ ኬት ከ ይትሕዙ ሳፕራይዝ ከ ሳፕራይዝ ብውሕዱ ንሰሙን ሰለስተ ግዜ እዩ ሳፕራይዝ ገብረኒ ምሸት ምሸት ክድቅስ ከለኹ ኣነ ከይደቀስኩ ንሱ ይድቅስን እዩ ኣነ ከይደቀስኩ ንሱ ክድቅስ ማለት ዘበት ከምዚኣ ከምዚ ኣናሓፋፈ እዩ ዘደቅስኒ እንታ እዚ ወዲ ጀነሬተር ድዩ ሒጡ ዋላ እንታይ እዩ ገዛ ሙሉእ ብነቕኒቕና ዘፈሩ ዘፈሩ ንዓኻ እንዴ ዓራት ሙሉእ ተቐፃፂልካ ኣበይ ክንድቅስ ንሕና ደቅሰና እስከ

ኣስመርዮስ ኣስ ሓቂ ንምዝራብ ኣስመራ ዓርከይ ኣብዛ ቃልሲ እኳ ኣስመራ ዓርከይ ሓቂ ንምዝራብ እዚኦም ደቂ ካልእ ኣብ ናይ ካልእ ቦታታት ኤርትራ ዝቕመጡ ደቂ ካልእ ዞባታት ኣዚ ቃልሲ ናይ ብሓቂ ዝገብርዎ ዘሎ ቀሊል ኣይኮ ኣስመርዮስ ድኣኮ ንህዝቢ ኤርትራ ኣግዲዕናዮ ኢና ሓቂ ንምዝራብ ኣስመርዮስ የለናን እኳ ኣስመርዮስ ዋእ ኣስመርዮስ የለናን ሓቂ ኣይንጽላእያ ዋእ ኣስመርዮስ ድኣ ሎሚ ዶ የላ ጀምዓ የላ ምን የላ እይታ ተበልካስ ዋእ ድኣ መሪ ከመይ ኣለኻ ትከታተለካ እንዴ ዘለኹ ኣንበሳ ኣብ ጎንኻ ኣለና ዋእ እሞ ከነእትወካ ኣብዚ ከ ርእቶ ትህብ ዶ? ኦ ሜሪ ዓርከይ ኣነ ድኣ ደይፈትዋ እዛ ላይፍ እዛ ላይፍ እኮ ኣይፈትዋን እኮ ኣነ ድኣ እዛ ዘረባ ዋይ እሞ ከምዚኣ ተኮይና ድኣ ከመይ ክትከውን እያ ድኣ የለን ብለካ እንዲየ ደለኹ ኣዝማሪኖ ዓርከይ ገና ናይ ዌስት ኢንድ ናይ ሻምሩክ ኬፋት ኣይወጻሉን ዋ ክለብ ሰሪሑ ቦቾፊልያ ድበሃል ክለብ ቦቾፊልያ ናይ ባስኬትቦል መጻወቲ ኤንዳሻ ገይሮሞ ነይሮም ቦቾፊልያ ዝበሃል ክለብ ገይሩ ይድንስ ኣሎ ንሕና ከዓ ሃገር ከነድሕን ይድንስ ኣሎ ግን ሓቆም ካባይ ንሶም ይሕሹ እዞም ደቂ ገጠርሲ ሓቂ ዘረባ እኳ ብዙሓት እኳ ንዓይ የኽብሩኒ እንድዮም እዞም ገሊኦም ክኽሕዱኒ ከለዉ ግን ነዚ ቃልሲ ጥንጥን ኣቢልካዮ ናብዚ ናይ ቦቾፊላ ናይት ክለብ ከድካ ኣብኡ ክስታይ ጥራሕ እዩ ዝብል ኣየትወካን እየ ኣየትወካን ኣነ ከም ካልእ ኤርትራዊ ኣይኮንኩን እንድሕር ንዓይ ዘየኽበርካኒ ኣይትኣቱን ኢኻ ናብዚ ገዛ ሓንቲ ዋላ ዝኾነ ቃል እንድሕር ብቕድሚት ወሲኽካለይ ኣይትወካን እዩ መን ኢኻ እስኻ
ሓዳር ማለት እንታይ ማለት እዩ? ሓዳር
ሓዳር ኣዴታትና ከም ዝብልኦ ሓዳር ሕዳር እዩ። ፊኖዝ ማሪኖ ዝነበርካ ወዲ ዓከር ትቕየር እወ ሎሽንን ኣዝማርቱን ዘይፈል ዝነበረ እዳውካ ብሕፅቦ ኦንዲፉ ሕብሪ ዝጠመየ ማዕጾ መስል ኮታስ ምስ ነብስኻ ምልዓል ብወግዒ ተፋቲሕካ ምስ ምውዛል ምስ ገልጠምጠም ቃል ኪዳን ምእሳር ማለት እዩ ሓቃይ ብወገን ደቂ ኣንስትዮ እዚ ርድኢት እዚ ካብ ኮነ ብወገን ደቂ ተባዕትዮ ከ እንታይ ትብሉ
እወ ሓዳር ማለት ሲ ብሓንሳብ ምሕዳር ማለት እዩ። ንኣብነት እቲ ንፈልጦ ምስ ሰበይትኻ ክትገብር ከለኻ ሲ ንስድራኻን ንመቕርብካን ሲ ብወግዒ ምፍላጥ ማለት እዩ። ካልእ ኮይኑ ይስምዓና እኹል
እዝጊዮ መሃረና ኣታ እንታይ ዝበልዎ ነውሪ ዘረባ እዩ። ንሱ ደኣ ኣብዚ ሓዳርን መርዓንካ ገዲፍካዮ ዲኻ? ኣታ ተያይ እንታይ ከብለላ ሰሚዕካ እንዲኻ ሓራይ ቀጽል
መምህር ሓዳር ማለት ክልቴኻ ወድን ጓልን ሰብኣይን ሰበይትን ተደጋጊፍካ ትነብሮ ምንባር ማለት እዩ። ጓል ዋላ ዋላ ዋላ ዋላ ዋላ ተጸጊዕካ ዋላ ሓንቲ ትገብር ይትኽእል ከብዱ ዝድቕድቕ ተቓጻጺ ይመጸካ ኣሎ ድሓን ንሱስ ከምኡ ኢልና ኢና ዓቢና ደስ በልኪ ጥራይ ከይፈተና ናብ ዘይንደልዮ ስራሕ ንኣትወልክ ኣለና ኣኮይ እሞ እንታይ በሃላይ ኮይኑ ሕያዋይ እንዲ ግዲ ሕያዋይ ድዩ ተነኻሳይ ብሰንክኺ ሕጂ ኣብ ትሕቲኡ ምስ ተገዛእና ንሪኦ
ዓሰርተ ሻብ እኒ ምሳይ ስራሕ ጀምር ዝብለካ ነይሩ ጎዕለ ሓወይ ሕጂ ጽቡቅ ወሲንካ ኣለኻ ጽቡቅ ምጅማር ስራሕ ጥራይ ይግበረልካ። ከይፈተኹ ከይፈተኹ እንደ ጥረስ ዶ ንሕረስ ዶ ኢልኪ ኣብ ዘይመደበይ ተእትውኒ ኣለኺ መሓሪት። ኣታ ጎዕላይ ሓወይ ዳሕራይ መሐጎሲና ክኸውን እዩ ጥራይ ብሩኽ መዓልቲ የውዕልካ።

ነዚ ዕድል እዚ ዝጽበዩ ብዙሓት እዮም። ሕራይ ኣተቱርካይ። ኣተቱርካይ ምባል እሞ ጽንሓልካ። ንዒ ህይወት።
ኣቤት ዓምና።
ሰሚዕካዮ ዶ እንታይ ኢላ ከም ዝጸውዓትኒ? ሰሚዐዮ።
ኣብ ቦታ ስራሕ ኣስራሓይን ሰራሕተኛን ክፍለ ኣለዎ። እወ እወ ሕራይ።
ሕራይ መን? ሕራይ ዓምና።
ጽቡቕ ህይወት።

ካብ ኩሉ እቲ ሜድ ኢን ኤርትራ ዝብል ምስ ረኣኻዮ ኣዝዩ ባህ ዝብለካ በጃኺ። እወ ጓለይ ካብ ሜድ ኢን ቻይና ዝብሉ ነገራት እኳ ምደሓና። ወዲ ንምንታይ ይግረዝ? ኣላቅም ንምንታይ ግረዝ እማ ከምኡ ተፈጢሩ ኮይኑ ወዲ ንምንታይ ይግረዝ?
እዚ ገራሚ ዝኾነ ጥያቄ እዩ። ብሃይማኖት ግን ኣይምርዓይ ድሕረ ጓልስ ኣይተቐርበ ኣየይ ግደፉ። ኢፌክት እኔዎ ድዩ ኮይኑ ጸገም እኔዎ ድዩ ኮይኑ ሕና እሞ ጸጎም እንታይ ፈሊጥናዮ ሕና ተገሪዝና ኢና ንዓበና እቶም ነቲ ገሩ ንፈልጥዎ እምበይ ሕና ጸገሙ ንፈልጦ እዩ ግን ጸገም ከም ዘለዎ ግን የመላክተካ እዩ ወዲ ልግረ ዘሉ ምክንያት ሓደ ምስ ዓበ ኢንፌክሽን ይፈጥር እዩ ሓደ ማለት ክሸን ተሎ ምናምን ኢንፌክሽን ይፈጥር እዩ ካልኣይ ለለ ብባህልና ስለ ዝፍቀድ ክተርፍ ይኽእል እዩ ከመይ ኢሉ ክኽእል እዩ ለካስ ብሕክምና ሓደ ኣይከኣል እዩ ብስሩ ነታ ኢንፌክሽን ድያ ካልእ እዛ ኢንፌክሽን ብሓማም እኮ ይመፅላ
ማለት ብሃይማኖት በቃ ወዲ ክግረዝ ከም ዘለዎ ስለ ስለ ዝገልጽ ይመስለኒ
ማለት ናቹራሊ ክግረዝ ነይዎ መስለኒ
ተረዲኒ ዮናስ ክገርመካ ዝኽእል እቲ እቲ ሃብታማት ዝበልዕዎሲ ትፍቱ ምናልባት ከምዚ ፍልስፍና ዝኣምን ሰብ እንድሕር ኮይኑ ምናልባት ፍልስፍና ትኣምን እንድሕር ኮይንካ ሕጂ መዓር ምሽ ትገዝእ እቲ መዓር ዓይንኻ ኣሚትካ ገለ ናይ ክልተ ወርሒ ኣኪብካ መዓርን ጠስምን ትገዝእ ምሽ ትልሕሶ ትልሕሶ ትልሕሶ ትልሕሶ መዓርሲ ደስ ኣይብለካን ናብ ዕረ ቅየር ኣሃ ሕጂ ኣስተውዕል ኢት ሚንስ እንታይ ማለተይ እየ ወላ ሰላሳን ሓሙሽተን ኪሎ መዓር ገዚእኻ ኣብ ገዛ ሓጎስ ኣይግዛእን እዩ። ንሓጎስ ዘምጽኦስ ኣተሓሳስባን ከባቢኻን ምምሳል እዩ። ዘላስት እታ እታ ናይ መጨረስታ ተሐጉስ ንወዲ ሰብ ታይ ምስለካ ሃብታም ምሸት ኣይድቅስን እዩ ንምንታይ ምስልካ ዘይድቅስ እንተደቂሱ ኣይህብትምን እዩ መብዛሕትኡ ግዜ ክቡሉ ድዮም የዋፍሮን ድዩ ክቡሉ ድዮም ክኸልኡኒ ድዮም ዶላር ክወድቕ ድዩ ድቃስ ኣይኮነን። ዶላር ክብ- ወይ እንድሕር ደቂሱ ጣማ ምን- ምን- ምን- መን ዲና ሕጂ ንሕና እቲ ዝፈጠረና እቲ ዘይንፈልጦ ንሕና እዩ ድላዩ ዝነብር ምናልባት ንፈጣርስ ኮፍ ኢልና ቡን ሰቲና እሞ እቲ
እ፣ ዘይርኹብ በጥ ኢሉ ዝሓድር ንሱ ይምረጽ ንሱ ደኣ ቀትሪ ከዓ ሓርቕ ይጉይ ዘይኮነስ ይሓርቕ በከር ማኪና ገይሮምዎ ወ ማኪና ምስ ከዱ ከሎ ይሓርቕ እታ ማኪና ዓሕ ዘይገዝኣ በል ይሕርቃኒ ግን እው የማርርወ ንሱ ብእግሩ ይኸይድ ንጎዳይፍ ክምሳሕ
እዚ ኸኣ ዳኣ ኣድቫንተጅ ረ። እሞ ከመይ ዳኣ ከይኹን ዳኣ እቲ።
ምሸት ድቃስ ይኸልኦ በርካ እቲ ፈጣሪ ሓያል ከም ምኻኑ እው እንዳ ሃደወቶ። እሞ ደቂስካ ክትሓድር እንታይ ክትገብር ኣለካ ዳኣ። ደቂስካ ክትሓድር እንድሕር ኮይንካ ዶ ኣመዛዚንካ ክትከይድ ክትክእል ኣለካ እወ ኩሉ ክትቅበሎ ኣለካ ስእነትን ርኽበትን ሓደ እዩ። ንዓይ ፓወር ዝሃበንስ ካልእ ፓወር ኣሎ እንድሕር ኢልካ ሓላፍነትካ ተውርድ ኣለኻ ኣነ እበልጽ እየ እንተ ኢልካኳ ኣይትድቅስን ኢኻ ጽባሕ ክትበልጽ ድሕሪ ጽባሕ ክትበልጽ ድሕሪ ጽባሕ ነዛ ዓለም እዚኣ PHD ሒዙ ትምህርቲ ወዲኡ ድመጸ የለን ኩላትና ተማሃሮ ኢና እንታይ እቲ ሽግሩ ቤት ትምህርቲ ምሂሮም እዮም ዝፍትኑኻ ዓለም ግን ፈቲና እያ ትምህረካ ነዚ ክትስድረካ እንተኾይና እንታይ እዩ ኣይተምሃርካዮን በቲ ጌጋኻ ኢኻ በቲ ጌግኡ ንስኻ መሽ ትጋገ ኢኻ ካልእ ሰብ እውን ክጋገ ከም ዝኽእል ፍለጥ ሓደራኹም ኣሕዋተ ሓንቲ ክፍሊ ትርጉም ትበሃል ኣላ ኣብ ሓንጎልና እቲ ኩነታት ኣይኮነን ዝቐይመካ ንስኻ ትፅቢታትካ ንስኻ ነቲ ኩነታት ከመይ ትርእዮ ወሳኒ ተራ ኣለዎ እሞ ሓደራኹም ሓደራኹም ሓደ ሰብሲ ተባኢስና ተባኢስና ዕረቑን ኢሉ ኢሉ ዕርቁ ምፅእ ተበሉ ሰብ ደየለ ምስ መን ኢሎሞ ኣንታ ምሳይ ኣንታ ከተዕለብ እትሓድር ኣብዛ ሰዓት እዚ ዓሕ ትብል ዘለኻ ብሰንኪ ጣውላ ብሰንኪ ዕንጨቲ ብሰንኪ መኪና ብሰንኪ ቢሮ ወረቐት ኣይኮንካን ብዛዕባ ሰባት ኢኻ ብዛዕባ ሰባት ተኾይኖም ከ ትጽቢታትካዩ እሞ ክደግማየ ሕድገት ትጅመር ሕጂ ከመይ ምውሳን እዩ ከመይ ትጽቢታትካ ምቕናስ እዩ ከመይ ሸለል ምባል እዩ ኣቲ ኮፍ በል እስከ ነብስኺ ኣብ ዘየለ ቦታ እቲ ከይትሃውት ኮፍ በል
ኣቶ ሓተላ ኣይሚን ሓኹተ ብዙሕ ሃለውለው ኣይትበል ሕጂ ንነዊሕ እዋን ስሕወት ከም ዘለካ መሲልካ ዝሩብን ዘይዝሩብን ክትዛረብ ጸኒሕካ ኢኻ እ በሊሕ መሲልካ እውን ብዙሕ ዘረባ ኣምጺኻ ኢኻ ሕጂ ግን እዚ ጉዳይ እዚ ኣብቂዑ እዩ ኣብ ምሉእ ከበባ ኢኻ ኣቲኻ ዘለኻ ካብዚ ገዛ ክትወጽእ እንተኾንካ ሓቂ ምስ እትዛረብ ጥራይ ክኸውን
ተኻኢልለይ ተባሂለይ ኢንስፔክተር መዝሙር ይላገጽ ኣለኹ ክትህድደኒ ገለ ከይትፍትን ምናልባት ሰበይትኻ ብላፋ ወይ ብመጉዲ እውን ትስሕተካ ትኸውን ኣነ ግን ከምኡ ይገብርኒ ብኻራተ እየ ክውድቐካ ኪዲ በሊ ኮፈሊ ስቱፒድ ካብ ቀደሙ ደቃቕ ኢኺ ዓሰርተ ደቃቕ ከስርሓኪ ሕጂ ብዘረባ ተሃድሞን ይኮነን ብታህዲድ ወይ ብምፍርራሕ ዘይኮነስ ብሓቅነትካ ጥራይካ ካብዚ ጉዳይ ክትወፅእ ትኽእል ፈፂምኪ ኣይከኣልክን እንዲ ሓራይ መርምር እስከ ደስ ክብለኪ መርምርኒ ሕጂ ካባይ እንታይ ክደሊኺ ዘለኺ ሓራይ ፅቡቕ
ቀዳማይ ነገር እቲ ኩሉ ኣብ ዝተረኸብናሉን ኣብ ዘይተረኸብናሉን ዝጸረፍካንን ክትጸርፈኒ ዝሓሰብካን በዚ ኣጋጣሚ ይቕረ ክትብለኒ ኣለካ ይቕሬታ
ኣነ ደኣ ንዓኺ ዝኸውን እኹል ጸርፊ ክደልየልኪ ከይደቀስኩ እናሓደርኩስ ይቕሬታ ከቐብለኪ ዝሕተት ተዘይብልኪ ገዲፈኪ ከይደ ፌንጤ ጋር ዋሒድ ዋታ ክበር እስኻትክን ከለኽን ኣብዚ ዓለም እዚ ደቂ ተባዕትዮ ክኸብሩ ማለት ዘበት
ዶ እቲ ጊንጢነት ደኣ ናተይ ኢልካ ሒዝካዮ እንዲኻ ብዝኾነ ኣብ ህይወት ናይ ሰባት እንዳኣተኻ ትፈጥሮ ዘለኻ ሓናኻሪ ተራ ደው እንተበልካዮ ተመራጺ ይኸውን ኣቲ ዝሓተታ ክንዶ ግደፊ ፎካስ ኢኺ ናይ ፎኾስኮስ ክተዛረቢ መን ኣብ ህይወተይ ብዙሕ ደቃይቕ ሰሪቕክኒ ኣለኺ እዚ ናይ ሃለወሳ ሸገኪ ምስ ነፈሰልኪ ርኸብኒ ሓራይ መተት ኖ ኖ ኖ
እ፣ እቲ ናይ መጀመርያ ጉዳይ ይጽናሓልና እሞ ናብ ጉዳይና ክንኣቱ ቀጽሊ
ኣብ ባእስን ምፍላይን ሮዝን ኣሚናዳብን ኢድ ከም ዘለካ እዩ ዝዝረብ ወረ እቲ ቀንዲ ሃንዳሲ ንስኻ ምዃንካ እዩ ዘዕልል ዘሎ እ፣ ነዚ ክሲ ከመይ ትሪኦ

ኣዎ ጽቡቕ ኣሚንካ ኣለኻ ማለት እዩ መን ኢና ኣብዚ ጉዳይ ልኢኽካ እንታይ ረብሓ ስለ ዘለካ ኢኻ ከምኡ ጌርካ ናይ ኖቤል ኢድ ክብዚ ጉዳይ እንታይ መስልካ ብዙሕ ሕቶ ዝሓተትኪ ዝመስለኪ ሓፈሻዊ ጠልካ ክረኦ ከሎ ግን ሕቶ እውን ኣይኮነን እዚ ኖቤል ዝበሃል ሰብ ኣኾቢልዋ ዝበሃል ዘሎ ከመይ ትርእየ እስኺ ብናይ ኣሚነል ኣብ ገንዘብ ከ ፊዕፊዕ ክብሉ ይሓስቡ ኣለዉ ዝበሃል ከ እንታይ ይመስለኪ ደሓን ናቱ ፅንሓልካ ዝሓተካ ዘለኹ ጥራይ መለስ
ኣብቲ ክፍሊ ዘሎ ሓርማዝ ይብሉ ፃዕዱ ብመሰረቱ ጠንቂ ኖቤል እዩ ብዛዕባ ኖቤል ንዛረብ እንታ ኮይና ሮዝ ምስዚ ጸረ ሕብረተሰብ ትውስልት ኔራ እያ። እንታይ ማለት እዩ ምውስላት ከ? ምስራቅ ቺት ምግባር ምስኡ እንታ ኮይና ትወጽ ኔራ። መን ኢኹም ኢሉ? ጭቡጥ ነገር እዩ እዚ እምነት ዋላ ክሕደት። እንድዒ
ክብርብረካ ኢለ ናብዚ ጸዊዕካስ እስኻ ተገምጢልካ ንዓይ? ደሓር ግደፎ እሞ ኩሉ እቲ ብዛዕባ ኣሚናዳብ ዝበልካዮ ዘረባ ከ? እንታይ ኢለ ተዛሪበ?
ብዛዕባ እቲ ውላድ ሓዳር ኣለዎ ገለ ዝበልካዮ
ኣነ ገዲፍኒ ግን ፋራ ኮይኑ ስማዕኒ ዘር ተፈርፈሪ ኢላቲ
ዘርኦመ እዶንት ካረ እንታይ ታ- ጣጣይ ንቕሉ
ስሚ ማይ ኤክስ ደሓን ዲኻ

ትዊኒ ክትፈልጦ ዲካ ዘርኦ ወይ ዕስራ ትዌንቲ
ማንታይ ማለት እዩ ማንታይ እወ ወይ ብእንግሊዘኛ እወ ብእንግሊዘኛ ትዊነይ ብትግርኛ ከማንታይ ማለት ማዕረ ከምኡ ዲካ ፋራ ወይ ኣነ እንታይ ግበ ተጽዕቀለይ ኣለኺ እዛ ፋራ ወይ ከዲ መስለካ ዘርኦመይ ባዕልካ ኣይርዳእካን ኣሎ ኩሉ ነገር ቁርብ ደይተብለኒ ዋ ኣይ ላቭ ዩ ቤበይ ደሓን ሕዳዊ ኢልካ ተፋንወኒ ኢልኩም ስዒብካ ከምታ ናይ ቀደም ተፋንወኒ ወዳ ዋ ሓንሳብ ማርያም ኢሎም ብርክ ዘርሕ ከይትመልሰለይ ዘሕማም ከይትምለስ እወ ዘሕማም እወ እወ ሓቂ ማርያም ኢሎም እዩ ራይ ከምዚኣ ገይረ ሕራይ ከየትኪ ሕጂ ፋሪቅ ትበዳል ማርያም ምድሪ
ኣርባዕተ ዓይነት ኣወዳት እዮም ዘለዉ እቲ ቀዳማይ ንእግረ መንገዱ ንፍቕሪ ንጓል እንዳሓተተ ዝኸይድ በቃ ምስኡ ሻሂ ስለ ሰይተ ጥራይ ንፍቕሪ ክሓታ ዘለዎ ኮይኑ ስምዖ በቃ ኣብ መንጎ ዕላል ንድሕር ጠፊኦ ንፍቕሪ ይሓታ በቃ ብዝረኸቦ ኣጋጣሚ ንጓል ዝሓትት ከምዚ ዓይነት ኣለዉ እዞም ቀዳማይ እቲ ካልኣይ ኣብ ጎኑ እንከላ ምስኡ ብዙሕ ግዜ እንዳተራኸበት ከላ ንፍቕሪ ዘይሓተታ ካልእ ወዲ ንፍቕሪ መጺኡ ምስ ክሓታ ምስ ጀመረ እሱ ሽዑ ተመሊሱ ንፍቕሪ ምሕታት ይጅምር ከምዚኦም ከ ኣሉ ቁፅሪ ክልተ ቁፅሪ ሰለስተ ኣፍቃሪኣ ድዩ መሓዝኣ ድዩ ሓዋ ድዩ ዘይርድኣካ ሕውስውስ ዝበለ ኮምፕሊኬትድ ዝኾነ ዓይነት ርክብ ዘለዎ ምስ ታጓል እንታይ እዩ ሽሙ ኣይትፈልጦን ኢኻ ኣብ መንጎኦም ዘሎ ርክብ ሕውስውስ ዝበለ ታጓል ኣይትፈልጦን እያ ሽሙ እሱ እውን ኣይፈልጦን እዩ ግን ከምኡ ዓይነት ኣወዳትካ ኣሎ ራብዓይ ኣብ ነብሱ ዝሰርሐ ወዲ እዚኦም ዓይነት ኣወዳት ከኣ ብዙሕ ግዜ ምስ ደቀንስትዮ ኣይትሪኦምን ኢኻ፣ እንተ ርኢኻዮም ብዝተፈላለየ ኣጋጣሚ ከኣ ርሕቐቶም ሓልዮም እዮም ዝቐርቡወን። እተን ኣዋልድ ግን ብጣዕሚ እዮም ምስኦም ክኾኑ ዝደልያ፣ ኣብ ነብሶም ስለ ዝሰርሑ፣ ብ ስምዒታቶም ስለ ዝሰርሑ፣ ኣተሓሳስብኦም፣ ሜንታሊቲ፣ ፊዚካሊ፣ ኢሞሽናሊ፣ ስፕሪቹዋሊ፣ ኣብ ነብሶም ስለ ዝሰርሑ ብ ደቀንስትዮ ብጣዕሚ ተሃረፍቲ እዮም። እሶም ግን ዝደልዩዋ ጓል ይፈልጡ እዮም። እታ ዝደልዩዋ ምስ ረኸቡ ፒክ ጌሮማ እዮም ዝኸዱ ናብ ሂወቶም ዘእትዉዋ። እዚኦም ብጣዕሚ ተሃረፍቲ እዮም ብ ደቀንስትዮ፣ ብዙሕ ግዜ ግን ምስ ደቀንስትዮ ኣይትሪኦምን ኢኻ፣ ከምኡ ዋላ እንተ ደለይትን ክንሶም። ኣየኖት እዮም ተደጋጋሚ ኣብ ከባቢኹም ዘለዉ ወይ ደቂ ኣንስትዮ ኣየኖት እዮም ዝበዝሑ ዘጋጥመኹም ኣብ ሂወትኩም ኣብ ሂወትክን ኣብ ኮመንት ሴሽን ፀሓፋ ካልኦት ከዓ ሸር ግብሩ ሓሳባቶም መታን ተቐምጡ ኣይ ላቭ ዩ ኦል ፒስ ኤን ላቭ ዝኾነ ሓገዝ ናይ ቴራፒ ኦር ናይ ሄሌን ኣገልግሎት ተድልኹም ኣብ ኢንስታግራም ቮይስ መስ
ፋዱስ ምድሪ ቡን ዳኣ እንታይ ኣምጽኦ ፋዱስ ምድሪ ቡን እንታይ ኣምጽኦ ዋይ መስፍን ተጸሊእዎ ርእሰይ ቡን ግበርለይ ኢልንሲ ቡን ገይረሉ ኣብ ጽቡቕ ክመጺ ክብ ኣወሊና ደለና ሳምሪ መዓረይ ቡን ክትሰቲ ይብታና ኣቤት ቡን ኣቤት ቡን ክትጥዕምወ እዛ ቡንኩሲ ክትጥዕም መዓት

መንታይ እሳት ኣልማዝ ድያ ገለ ትበሃል ኣይገርመክን ጠርጢረያ እኮ ነይረ ተጋጊርካ እያ ኣቲ ብቐዳማይሲ እቲ ከማን ሰቲኻ መፂኻ ገለ ኢልክ ክትቋየቑኑ ከለኺ ኣጋጣሚ ብካልእ ጨራሪመ ሓልፈልኪ ንሳ ከዓ ጥዑምቲ ሙዚቃ ገለ ወሊዓ ነይራስ እቱ ብል እቶም በዓል ቶማስ ገለ ኣብኡ ክሰትዩ ይፀንሑኒ ኣነ ከዓ እንድሕር ሰትየ እዛ የማነይቲ ኢደይ ምእዛዝ እያ ትኣብየኒ

በቃ ከም ዝፈተኻዮ ገለ ኮንካ ትቐርቦም ማለት እዩ اه ብድሕሪ እሱ ገንዘብ ከም ዝሰዱልካ ትገብሮ
ኣይጥዕመኒ ይህ እንተ ኮንካ እስከ ወደይ ጥዕመኒ ኮይና ተሓተይ መሲልና ተራሲና ረሲና ኣይከኣልኒ ኣይተድልየኒ ኢለ ኣብለኪ ኣለኹ ወሓረ ካበይ ኣምፂና ደኣ እስከ ገዛ ክራይ ክንከፍል ደሓን ዋላ ደገ ንሓድር እዋ እዋ እስኻ ሓደር ተድልኻ ሓረዱኒ

ዋንታ ኮንክ ትቕሪ ስኸሲ
ኣይ ቲንክ ኣሌክሳንደር ዘ ግሬት ይመስለኒ እታ ፅሕፍቲ ነዊሕ ስለ ዝገበርኩ ደንበብኩ ኣይዝክራኒ ዘንበብኩማ ተለኹም ኣርሙኒ ሕጂ እንታይ ገብር እዚ ንጉስ ርሑቕ ቦታ ይኸይድ እሞ ይበኣሶም ይሕምቖም ብፀጋም ይኸይድ ይበኣሶም ሕምቖም ሽዑ ድበኣሶ ምስ ሰኣነ ዓውልጦ ሂቡ እንተኾይኑ ይብዛ ዓለም ድበኣሰን ዘየሉ ካባይ ዝሕይል ዘየለሉ ተበሳጭዩ ጭንቀት ገይሩ ኣደዳ ሕማም ኮይኑ ከም ሰብ መጠን ዕድመ ርኪብዎ ኸዓ ይሞተልኩም ምስ ሞተ ምስ ቀበርዎ ኣብቲ መቓብር እንታይ ኢሎም ጽሒፎምሉ እቶም ናቱ ወተሃደራት ዓለም ምልእቲ ዝጸበበቶስ መቓብሩ ኣኸለቶ ኢሎም ጽሒፎምሉ ኢሪዝ ዋሪሪዝ ክንዲ እንታይ ሓይሊ ኣለካ ክንዲ እንታይ ግጅፊ ኣለካ ክንዲ እንታይ ገለ ብዘየገድስ ሓደ መዓልቲ ሕሳብ ክትዓጹ ኢኻ ወይ ከዓ ላዕልቲ ነርካ ታሕቲ ክትመጽእ ኢኻ ምክንያቱ ነቲ ሓያል ሓያል ኣለዎ ነቲ ሕማቕካ ዝሓመቐ ኣለዎ ይነገሩ ስለዚ ሓይልኻ ናብ ጥቕሚ እንተውዓልካዮ፣ ናብ ሓድሕድ ምክብባር ተውዓልካዮ፣ ንሰብ ብማዕሪ ሚዛን ክነብር ፍቓድ እንተሃብካዮ እምበር፣ ሓይሊ ንነን ኢልካስ ድኹም ምዕማጽ ዓይደንው። ሓዳር ደሊኻ ሰበይቲ ሕዝ። መናብርትኻ ኣብ ሰበይትኻ ሰብኣይካን እንድሕር ደኣ ክርክር ሃልዩ ብጸሎት ፍትሓዮ። ናይ ጸሎት ቦታ ግበር፣ ኣብኡ ኮፍ ኢልካ ተረዳዳእ፣ እሂን ምሂን ፍትሕ። ክትረዳዳእ ተዘይክኢልካ ድማ ለባም ጸውዒ እዩ መጽሓፍ ቅዱስ ለባም ጸውዒ እዩ ተዘይኮይኑ ግን ብሕልናኻ ጥራሕ ተገዚእካ ንድሕር ትኸይድ ኣለኻ ንስኻ ንድሕር ተመሪዕኻ ፍርቂ እያ ነብስኻ እቲ በዓልካ ትውስኖ ውሳኔ ክኸውን ኣይግባእን እቲ ብናትካ ትኸዶ ርድኢት ክኸውን ኣይግባእን ፍርቂ ኣካል ኣለካ ንሳ እውን ከምኡ ስለዚ ክልቴኹም ኢኹም ሓደ ሰብ ትኾኑ። ብምንታይ በተሓሳስባ፣ ብምንታይ በረዳድኣ፣ ብምንታይ ብኹሉ ኮፍ ኢልካ ኢሂን ሚሂን ምባል። ስለዚ መጽሓፍ ቅዱስ ኢሉ ሰብኣይን ሰበይትን ን ሽግሮም ኮፍ ኢሎም ይፍትሑ፣ ምፍታሕ ተኣብዮም ድማ ናብ መምህር ናብ ኣባት ነብሶም ቀሪቦም እቲ ሽግር የምጽኡ።
ወዲ ኣፎርቂ ዕድሜኻ የንዋሓዮ እታ ቆቢዕ ዝገበርካያ ደሓን ረሲዕካያ ክትከውን ትኽእል ኢኻ ወዲ ኣፎይ መዓረይ ኣብጽሕዋ እዚኣ ቆሪጽክና ወዲ ኣፎርቂ ቆቢዕ ጌርካ ዝክረ ሰማእታት ጌርካ ኢሎምኻ ደሓን ስኻስ ምስ ዕድሜኻ ዋላ ሓሚምካ ትኸውን ትኽእል ግን እታ ዝመሃርካና ባዕልኹም ዝመሃርኩምና ኣይተጉድልዋ ዕድሜኻ የንዋሓዮ እግዚኣብሄር እንድዒ ሽሕ ዓመት ሃብካ ዕድሜኻ ሰንዋሓዮ በቃ ነዚ ህዝቢ ኤርትራ እስኻ ጥራይ ኢኻ ትኽእሎ እስኻ ጥራይ እስኻ ኣረ ኣነ ጭንቀተይ ኩሉ ግዜ ወዲ ኣፈወርቅ ምስ ከደ እንታይ ኢና ክንገብር ድሕሬኻ እስኻ ምስ ከድካ ከዓኒ ብልብና ዘይንስሕቕ ዋላ ንኽንስሕቕ ጭንድድ ተብለና ከምዚኣ እስር ከምዚኣ ድገብር እንሳ ኣሜን በል ኩልኻ ኣሜን በል ኣሜን በል ንወዲ ኣፈወርቂ ንዝክረሉ ግዜ ክመፅእ እዩ ወይ ጉድ ትሸነኒ ኣነ ኣነ በልወ ጭምትት ምክንያቱ እዚ ነቲ ውሽጢ ዘሎ ኤርትራዊ እንትግፈና እዚ ብዝደገ ዘሎ ኤርትራዊ ግን ዲሞክራሲ እንታይ ምዃኑ ዲሞክራሲ ኣይፈልጥ ዲሞክራሲ እንኳ ኣይሃለወና ተዝህልወካ ዲሞክራሲ ሰብ ክትቀትል ምውዓልካ ኣብ ሓውኻ ትበልዕ በቃ ኣብ ምስሉይነት ትነብር ሓሳዊ ለኽባጥ ስለዚ ወዲ ኣፈወርቂ ጥራይ ሒዝና ዘል ወዲ ኣፈወርቂ ተዘይህሉ ነይሩ እዚ ህዝቢ እዚ ብኣውራጃ ብሃይማኖት ብዓሌት ተፈላለዩ ሆሆ መተባላላዕና ስለዚ ዕድሜኻ የንዋሓየ ወዲ ኣፈወርቂ ነዚ ሃገር እስኻን ብጾትካን ደኺመ ከይበልካ ዕድመ ንእስነትካ ወዲ ዓሰርተ ክልተ ዓመት ከለኻ ንሃገር ኬድካ ሃገር ኣምጺኹም ኢኹም እሞኒ እፎይ ከይበልኩም ከኣ ነዚ ሃገር ከኣ ተገልግልዋ ኣለኹም
ነሽነሽ ኣብ ትግራይ ንስኻ ናይ ሂማን ትራፊከር ሰባት ተጋዓዕዝ ኔርካ ኣብ ትግራይ ሃየ ደቂ ዓድኻ ኣለዉ መኻይድ ንስ በዓል ተመስገን ሂማን ትራፊከር ትሰርሕ ኔርካ ደቂ ኣስመራ ኔሮም ንስኻ ሂማን ትራፊከር ትሰርሕ ኔሮም ሃየ ሕጂ ጻድቓት መሲልኩም ኣብዚ ክትመጹ ኣብዚ መጺኹም ጻድቃት ክትኮኑ ኣቦኻ ውን ናይ ሕወላ ይሰርሕ ነይሩ እዩ ኣብ ውሽጢ ኤርትራ ኣቦኻ ናይ ሕወላ ይሰርሕ ነይሩ እዩ ህም በቲ ተቃወምቲ ትመስሉ በቲ ህዝቢ ትምዝምዙ ኪድ ዋዛ ከይመስለካ ኣብ እግሪ ገረብ ኣሎ ነዚ ሃገር እዚኣ ዝሕልዋ ዝሰደካ ከይመስለካ ሰብ በቋራጭ ክትህብትም ግይጽ ኢሎም ዝነበሩ ጀነራላት ርኢኻዮም ዶ ዋላ ሓንቲ ዶሞዝ የብሎም ገለ ይብሎም ሓምሳን ገለመለ ን ዓመት እንቋዕ እንቋዕ እግዚኣብሔር እግዚኣብሔር ኣምላኽ ካብ ሞት ኣውጽእካ ኣይትብልን እንዲኻ
እንታ ወንጌል ነበርክ ድየ ሶሪ ትማሊ እኮ ትማሊ እኮ የወጽእ ካብ ሕክምና ካብ ሞት የወጽእ
እንታ ወንጌል ሞናት ሓደ እግዚኣብሔር ጊዜ ኣጋጢሙ ነይሩ ናይ መኪና
ጨርም ክነልኪ ሰይቲ ክነልኪ ኣታ ስቕ እንዳበል ንምንታይ ምጭራይ ወረድኒ ንዕማ ሓሸኒ ባዕ ነዚ ሓቂ ሓደጋ መኪና መኪና ኣነ እንዳዘወርኩ ከለኹ ቅድሚ ሕጂ እያ
ኣነ ሰቲ ሓደጋ ኣጋጢምኒ መኪናይ ኣብ ናይ ፖሊስ ተታሒዘ ኣላ ኩሉ ስቕ እንዳበል ጠጋ ሰሓታይ መኪና ዘዊርካ ትኽእሎ
መን እስኻ ኣነ ኩሉ ሰብ ኣብ ዘሎ ማንቸስተር ኣነ ስለ